ናይ ኣብይ ኣሕመድ ሸሞንተ ነጥብታትን ናይ ትግራይ ኣፈኛ ሓይልታት ፀጥታ ምላሽን ኣብ ግዜ ግዜያዊ ፕሬዚደንት ክልል ትግራይ ነበር ጌታቸው ረዳ ዝነበረሉ ግዜ ምክትል ፕሬዚደንትን ናይ ቁልፊ ዝኾኑ ፅፍሕታት ላዕለዋይ ሓላፊ ዝነበረን ጀነራል ታደሰ ወረደ ግዘ ጌታቸው ረዳ ዝኾነ ንጡፍ ምንቅስቃስን ሓላፍነትን ዘይሰርሓሉ ዝነበረ ጀነራል ታደሰ ካብዛ ፕሬዚደንት ትብል ሽመት ዝቕበል ግና ናብ ኢራብ ዝተቐየረ ክሳብ ዝመስል ብዙሕ ንጥፈታት ከካይድን ውጥናትን ኣኼባታትን ከጻዕቕ ይረኣሎም ካልእ ዘገርም ለውጥታት ድማ እቲ ናይ ትግራይ ናይ ጸጥታ ሓይሊ ዝበሃል ኣብ ጊዘ ጌታቸው ረዳ ማእከልነቱ ንመን ክኸውን ይግባእ ዕግርግር ዝፈጥር ዝነበረ ሕጂ ግና ማእከልነቱ ንጀነራል ታደሰ ወረደ ከም ዝኾነ ይውረሎም ብዝኾነ እተን ናይ ኣብዪ ኣሕመድ ሸሞንተ ነጥብታት ዝበሃላ ፌርማታት ኣብ ግብሪ ብኸመይ ከም ዝሰርሓ ድሮ ግርጭታት ፈጢረን ተገራጫዊ መግለፂታት ክወሃብ ጀሚሩሎም ጀነራል ታደሰ ወረደ ነዚ ኮነ ኢልካ እተዳለወሉ መዋጥራት ክብድሆ ዓቕምን ብቕዓትን ኣለዎ ዶ? ከመይ ከመይ ትኾኑ ዝኸበርኩም ተኸታተልትና ማቴዎስ ዘርኣለም ዘዳለዎ ጽሑፍ ሒዘልኩም ቀሪበ ዘለኹ ስዒድ መሓመድ እየ ብቐዳምነት ንኹሉ ንጡፍ ተሳትፎኹምን ተገዳስነትኩምን ልዑል ምስጋና እንዳቕረብና ሕጂ እውን ተሳትፎኹም ከተሐዩ እንዳተላበና ብቐጥታ ናብ ትሕዝቶና ከሰጋግረኩም ንሕና እቲ ዝዓበየ ሽግርና ጸቢብ ከባብያዊ ኣተሓሳስባናን ዘይተወደበን ወገናውነት ዝመልኦ ቁመናናን እዩ እሊታት ኣምሓራ ኣብ ናይ ዕጡቓት ፋኖ ዘሎ ዘይተወደበ ቃልስታት ንኣብዪ ምቹእ ባይታ ፈጢሩሉ ከም ዘሎ ብዙሓት ካብ ኤሊታት ኣምሓራ ዝተኣመኑሉ ሓቅታት እናኾነ ይመጽእ ኣሎ ሕልታት ፋኖ ንነብሶም ይኹን ንናይ ከባቢያዊ ኣሰላልፋ ምቹኣት ስለ ዘይኮኑ ዝተወደበ ኣድማዒ ስራሕ ክሰርሑ ትጽበዮም ኣይኮኑን። ስለዚ ድማ ሓይልታት ፋኖ ምስ ሓይልታት ተጋሩ ተሰሊፎም ክዘራረቡ ይኹን ናይ ሓባር ስራሕ ከውጽኡ ጸገም ኮይኑ ኣሎ። ስለዚ ድማ ፋኖ በዚ ዝተፈናጨለ ውዳበታት፣ ተጋራጫዊ መትከላትን ሓድሕዶም ከየባልዑ ዘስጉዮም ነዚ ድኽመታት ቶም ኣብይ ጽቡቕ ገይሩ ዘስተብሃለሉ ክመስል ነቲ ኣብ መሬት ወልቃይትን ሑመራን ዝኽተሎ ዘሎ ሽጣራታት ንተጋሩን ኣምሓሩን ንሓድሕዶም ዝባላዕሉ ኩነታት ፈጢሩ እታ ወልቃይት ኣብ ኢድ ብልጽግና ኮይና ካብ ቁጽጽር ክልቲኦም ወጻኢ ኮይና ንበይኑ ዝብለጸላ ኩነታት ክፈጥር እዩ ዝደሊ ዘሎም እዛ ሸርሒ እዚኣ ሓዊ ንምዝራእ ኣቢ ንጀነራል ታደሰ ወረደ ካብ ዘፈረሞ ሸሞንተ ነጥብታት ተመዛበሉ ተጋሩ ብህፁፅ ናብ መረበቶም ክምለሱን ግዛት መሬት ትግራይ ክምለስን ኣብ ተወዓዓለሉ ግዘ ጀነራል ታደሰ ካብ ኣራት ኪሎ ንመቐለ ከይተመልሰ እግሪ እግሩ ኣቢ ኣብ መንጎ ተጋሩን ኣምሓሩን ሓውዘናኽ ዜና ብምፍናው ወልቃይት ናይ ጎንደር ምዃኑ ዘስምዕ ዜና ሰሪሑ ሽግር ከም ዝፈጠረሎም ተዓዚብና ነይርና። ድሕሪ ምምራቕ ሓድሽ ሽመት ጀነራል ታደሰ፣ ህወሓትን ሓይልታት ጸጥታ ትግራይን ንጀነራል ታደሰ ወረደ ናይ እንኳዕ ሓጎሰካ ናይ ግብጃ ድራርን ደገፎምን ገሊጾምሉ እዮም። እዚኣ ንምንታይ ዕላማ ከምኡ ገይሮም፣ ናይ ብሓቂ ንጀነራል ታደሰ ስለ ዝኣመንዎ ድዮም ወይስ ንጌታቸው ረዳ ከሕርቑ ብሕጂ ዝረአ እዩ። እንተኾነ ጀነራል ታደሰ ምስ ህወሓት ይኹን ምስ ሓይልታት ጸጥታ ዘራጽምዎ ዓበይቲ ብድሆታት ከም ዘለዎ ዝግመት ነገር እዩ። ንኣብነት ጀነራል ታደሰ ኣብ ግዝያዊ ምምሕዳር ዝኾነ ጽጋናታት ክገብር ምዃኑ ገሊጹ እዩ። እታ ዝገብራ ጽጋና ንሕወሓት ይኹን ንሓይልታት ጸጥታ ብኸመይ ክትጸልዎም እያ? ንብልጽግናኸ ካብ ጀነራል ታደሰ ተጸበዮ ዕላማታት ክሳነይ ድዩ ክጋጮ? ቀጺልካ ዝርኣ እዩ። ኣብዚ ግና ክፍለጥ ዘለዎ ነገር ድሮ እታ ጀነራል ታደሰ ዝተዋጠረላ ስራሕ ብመግለጺ ጀሚራ ኣላ። ኣፈኛ ሓይልታት ጸጥታ ትግራይ ዝኾነ ገብረ ዓዴት ብዛዕባ ዲዲኣር ኣብ ዝሃቦ መግለጺ ድሕነትን ውሕስነትን ዕላማታትን ረብሓታትን ትግራይ ከይተረጋገጸ ዲዲኣር ዝበሃል ነገር ከም ዘይትግበር ገሊጹ ኣሎ። ኣብዚኣ ድማ እታ ጀነራል ታደሰ ወረደ ካብተን ዝፈረመለን ብህጹጽ ክትግበራ ኣለወን ካብ ዝተባህላ ጉዳይ ዲዲኣር ካብ ጅምሩ መዋጥር ፈጢራትሉ ከም ዘላ ክግለጽ ይከኣል። እዛ ናይ ዲዲኣር መዋጥር ምስቲ ኣብ ኾነ ኢሉ ብዛዕባ ናይ ወልቃይት ከም ዞን ናይ ጎንደር ገይሩ ዝፈነወ ሓደገኛ ዜና ተኣሳሲርካ ትረኣ ኮይና ኣቢ ን ስነ ልቦና ኣምሓራ ብምምዝማዝ ጀነራል ታደሰ ን ወልቃይት ከምልስ ይመጸኩም ስለ ዘሎ ግጠምዎ ተዋግኡ እያ ተስምዕ እታ መልእኽቲ። እዚኣ ድማ ካብ መግለጺታት ኣፈኛ ሓይልታት ጸጥታ ይኹን ካብ መግለጺታት ህወሓት ዝወጸ መግለጺ ከም ዘመልክቶ ጉዳይ ወልቃይት ሑመራ ብፖለቲካዊ ዝርርብ ዘይኮነ ብውግእ ከም ዝፍታሕ እዩ ዘመላኽት ዘሎ። እዚኣ ማለት ድማ ሓንቲ ካብተን ጀነራል ታደሰ ዝፈረመለን ሸሞንተ ነጥብታት ዝኾነት ናይ ዲዲኣር ሕቶ ኣይትትግበርን እያ ማለት እዩ። እታ ምምላስ ተመዛበልቲ ናብ መረበቶም ትብል ጉዳይ ወልቃይት ድማ ብውግእ እንተዘይኮይኑ ማለት ኣብ መንጎ ሓይልታት ኣምሓራ ናይ ኮንደረል ደመቀ ሰራዊትን ኣንጻር ሓይልታት ጸጥታ ትግራይ ክዋግኡ ክግደዱ እዮም። ኣቢ ነዚ ዝፍጠር ውግእ ስቑኢሉ ድዩ ክዕዘቦ? እቲ ውግእ እንተተወሊዑኸ ናብ ዝሰፈሐ ውግእ ንዞባና ዘጠቓልል ኣይልሕምንዶ? እዚኤን ድማ ቀለልቲ ዘይበሃላ መዋጥርየን። እታ ካልእ መዋጥር ናይ ጀነራል ታደሰ ወረደ ነታ ካቢኒ ወይ መንግስቱ ብኸመይ ይኸዋቕራ? ናይ ህወሓት ቦታን ፅልዋን ኣብቲ መንግስቲ ዝሽፉና ሓይልን ናይ ጀነራል ታደሰ ወረደ ምክትሉን እቶም ወሰንቲ ስታፋትን ብኸመይ ከሰልፎም እዩ? ናይ ሓይልታት ፀጥታ ትግራይ ዋና ኣዛዚ ይኹን ናይ ፀጥታ መሓውራት ብመን ከዋቕሮ እዩ? ናይ ኣዘዝቲ ኣርምታት ይኹን ኣዘዝቲ ኮራት ናይ ኣሃዱታት ይኹን ናይ ሓለፍቲ ምቅያራት ክገብር ኣብ ዝፍትነሉ ጊዘ ነቲ ዕላማታት ናይ ጀነራል ታደሰን ምስ ኣብን ኢምባሲ ኣሜሪካን ዘካየዶ ሕብእ ስምምዕ ብቐጥታ ዘቃልዕ ስለ ዝኸውን ኣብዚኣ እውን ዝዓበየት መዋጥር ክትገጥሞ እያ ጥራይ ዘይኮነ ጀነራል ታደሰ ናብ ጌታቸው ረዳ ኣሰሩ ንክትጠፍእ ትድርኽ ሽግር ክትገጥሞ እያ ጥራይ ዘይኮነ ፈተውቲ መሲሎም ክስውሮ እውን ይኽእሉ እዮም። እቲ ካልእ መዋጥር ናይ ጀነራል ታደሰ እቲ ምስ ኣቢ ክህልዎ ዝኽእል ዝምድና ክሳዕ ክንደይ ዘተኣማምን ክኸውን እዩ። ምኽንያቱ ናይ ኣቢ ቀንዲ ኣማኻሪ ኣብ ጉዳይ ህወሓትን ሓይልታት ጸጥታ ትግራይን ጌታቸው ረዳ ምዃኑ ተገሊጹ ኣሎ። ጌታቸው ድማ ኣብ ዝሓለፈ ሰሙን ንማዕከናት ዜና ብወግዒ ከም ዝገለጾ ኣነ ንጀነራል ታደሰ ወረደ ካብ ስልጣኑ ዘይምብራረይ ጣዕሰኒ እዩ ጀነራል ታደሰ ወረደ ስርሑ ዘይፈልጥን ዘይወሰነን ዘየተግብርን፣ ሓላፍነት ዘይስምዖ ዘይብቑዕ ሓላፊ ኢሉ ገሊጽዎ ነይሩ። እሞ ጀነራል ታደሰ ምስ ኣብን ኣማኻሪ ኣብን ዝህልዎ ዝምድና ከቢድን ኣብ መዋጥር ዝሸኽሎ ምዃኑ ምዝካር ኣገዳሲ ይኸውን። እቲ ዝዓበየ ናይ ጀነራል ታደሰ ወረደ መዋጥር ግና ነቲ ኣብ ዶብ ኤርትራ ዝህልዎ ኣመለኻኽታ እዩ። ኤርትራ ኣብቲ ብኣህግራዊ ሕጊ እተወሰነላ መሬት እያ ዘላ። ነዚ ኣህግራዊ ሕጊ ብምጥሓስ ናብ ዶብ ኤርትራ መጺኡ ክጋጮ እንተመሪጹ፣ ነገር ፋሕፋሕ ክትብሉያ ጥራይ ዘይኮነ እታ ንዶብ ሃገር ዝምልከት ብፌደራል ጥራይ ክተሓዝ ዝግብኦን ንስራሕ ፌደራል ወኪሉ ናብ ውግእ ዘእትዎ ምንቅስቓስ እንተገይሩ ብዓብዩ ንዕምረት ስልጣኑ ኣብ ሓደጋ ዘእትዎ ጌጋ ክፍጽም ክግደድ ስለ ዝኾነ እታ ኣብ ዘዳልያን ዝኩሕኩሓን ዝነበረ ትግራይ ናይ ውግእ ሜዳ ንምቕያር ክሕወተላይ ማለት እዩ። በዚኣ ድማ ኣብይ ንስምምዕ ፕሪቶርያ ካብ ፈለማ ጨውይዋን ንሕወሓት ካብ ፀወታ ኣርሒቑን በስምምዕ ናይሮቢ ዝቐፀለ ውዲት ገይሩውን ካልእ ሽርሒ ገይሩ ስልጣኑ ብምርግጋፅ ክሳብ ኣብዛ ምሻም ናይ ታደሰ ወረደ ከይተረፈ ንህወሓትን ንፖለቲካዊ ዓቕሚ ትግራይን ተቖፃፂሩ ንተጋሩ ኣብ ኣጀንዳታት ተኸሽከርክሩ ኣገዲድዎም ይርከብ። ጀነራል ታደሰ ነቲ ሕሉፍ ባህርያቱን ዝንጉዕ ናይ ኣመራርሓ ድኽመቱን ዘይብቕዓቱን ዘይውስን ባህርያቱን ናይ ኣመራርሓ ዝበሃል ብቑዕ ቁመና ዘይምህላውን ነዞም ኣብ ትግራይ ተፃዊዶምሉ ዘለዉ መዋጥራት ክሰጉሮም ኢልካ ዝግመት ኣይኮነን።